ሓይሊ ሕያውነት ኣብ ውሽጢ ልበይ ምስ ተዘርኤ ነቲ ስዊት ስርናይ ዓጺደ ኣርኒበን ኣሲረን ንዝጠመዩ ክህቦም እየ። ነብሰይ ተኽሊ ወይኒ ምስ ኣብቆለት ፍረታታ ጾሚቆ ንዝጸምኦም ጽምኦም ከርውየሎም እየ። ነዚ ኩሉ ንምግባር ዘብቅዓኒ ሓይሊ ኣብ ውሽጦም እነብር ምዃነይ እዩ። እዚ ንኸይገብር ዕድለይ ኣሲራ ትሕዘኒ እንተኾይና ግን ክመውት እመርጽ። ዘማሪ ብምዃነይ ምሃብ ካብ ዘይከኣልኩ ምቕባል ኣይክኽእልን እየ። ትብዓት ክንዲ ኣውሎ ንፋስ ዝሕይል ብርትዐ ኣለዎ። ኣብ ስቕታይ ከውግዕ እየ። እቲ ምንታይ እቲ ማዕበል እንክሓልፍ ቃለይ ክሳብ ኣምላኽ ከብጽሖ እዩ። ዘርኢ ወዲ ሰብ ብምድራውያን ነገራት ግዙእ እዩ። ኣነ ግና ንነብሰይ ኣብ ሃልሃልታኡ ክሳብ ዘንጽሃለይ፣ ኢሰባውነት ካብ ልበይ ክሳብ ዘጥፍኣለይ ወትሩ ናይ ፍቕሪ ሽቦ ክጭብጦ እምነ። ጽንኩራት ነገራትን ኩነታትን ንሰብ ከየሳቕዮ ከም ዝቐትልዎ፣ ፍቕሪ ድማ እናፈወሰ የንቅሖ ህይወት የልብሶ። ሰባት ብዘርን ዓሌትን ተኸፋፊሎም ኣብ ዝተፈላለየ ቦታታትን ከባቢታትን ከተማታትን ይነብሩ። ኣነ ግን ንኹሎም ሕብረተሰበት ጋሻየ፣ ምስ ማንም ሕብረተሰብ ክውግን ኣይደልን። ኩሉ ናይ ሰብ ዘርኢ ዓሌት እዩ። ሰባት ብሰሪ ድኻሞም ኣብ ምፍልላይ ምንባሮም ዝሕዝን እዩ። ከይተፈላለኻ እኳ ዓለም ጸባብ እያ። ስለዚ ነዛ ጸባብ ምድሪ ብዘርኢ፣ ብግዝኣት፣ ብኣውራጃ፣ ብእምነት ምምቓል ብልሒ ኣይኮነን። ሰባት ናይ ነብሰ ቤት መቕደስ ኣብ ምፍራስ ብሓደ ይቖሙ፣ ኢድን ጓንትን ኮይኖም መቓብር ምድራዊት ስጋ ይፍሕሩ። በይነይ ኣብ ጽምዋ ደው ብል እሞ ካብ መዓሙቕ መንነተይ እናመንጨወ ተስፋ ብዝተመልኦ ድምፂ ፍቕሪ ንናይ ወዲ ሰብ ልቢ ፈዊሱ ህያው ከም ዝገብሮ ድንቁርና ድማ መንገዲ ፍልጠት ይምህሮ እንክብለኒ ከዳምፆ እየ ክንዲ ዝበርትዐ ሓይሊ ኣብ ትሕቲ መሬት ቅንጣብ ሓድሽ ነገር ክፍጠር ኣይከኣልን ሕማምን ድንቁርናን ቅንድል ዓብዪ ደስታን ፍልጠትን እዮም መጨውቲ ሃገረይ ምሒር ናፊቐያ ህዝብታታ ብስቓያቶም ምኽንያት ብዙሕ እየ ዘፍቅሮም ኮይኑ ግን ብማዕበል ስምዒታት ተለዓዒሎም ብመንፈስ ጅግንነት ነቒሖም ኣብ ጎረባብቲ ንዝርከቡ ሃገራት ህዝብታትን ዝወሩ እንተኾይኖም ዝፍጽሞ ተግባር ግፍዒ እሞ ህዝበይን ሃገረይን ክጸሎም ክግደድ እየ ዝፈትዎ ሃገረይ መዝሙር ምስጋና ክዝምረላ እየ ዝዓቢ ኩሉ ቤተይ ንምርኣይ ኣዝየ ተሃንጥየን ናፊቐን ኣለኹ። ኣብ ቤተይ ዝነብሩ ንዝተሸገሩ ወገናት መግብን መጽለልን ንኸይህቡ ኣሻፈረን ክብሉ እንተጸኒሖምኒ ግን ምስጋናይ ናብ ቁጥዐ ናፍቖተይ ድማ ናብ ምርሳዕ ቀይረዮ። ካብ ውሽጠይ ዝፈልፈለ ድምጺ ንዝተሸገሩ ዘየዕቁብ ቤት ዑና'ምበር ጥዑይ ቤት ኣይኮነን እዩ ዝብለኒ። ንሃገረይ ዘለኒ ፍቕሪ ከም ዘለዎ ኮይኑ፣ መዳሕንተይን ዝተቐብረሉዳ ትውልዲ ዓደይ እውን ምሒር እናፍቖ። መላእ እዛ ምድሪ ሃገረይ ብምዃን እፈትዋን እናፍቓን። ምድሪ ናይ ትብዓት መሰረት፣ ናይ መንፈስ ኣምላኽ መግለጺ ስለ ዝኾነት ብዙሕ እየ ዝፈትዋ። ትብዓት ብምድሪ ዝተገልጸ መንፈስ ልዑል ፈጣሪ እዩ። እዚ ትብዓት እዚ ግን ኣብ ማእኸል ዑና ምናን ፍርስራስን ከም ዝቖመ ርሻን እዩ። ዕርቃኑ ብልግብጋብ ኣጭርቕ ተሸፊኑ፣ ንብዓቱ ድማ ኣብ ከብሕታት መዓጓጉርቱ ክሓብእ ይፍትን። ንደቁ ከብዲ ብዝበልዕ ድምጺ ይጽውዖም ኣሎ። ንሳቶም ግና ናይ ዘረን ዓሌትን ዜማ ምዝያም ጎራዴታቶም ኣብ ምስሓል ተጸሚዶም ኣለዉ። ንብዓት ኣደታቶም ንምሕባስ መሪር ብኽያተን ንምስማዕ እኳ ዓቐብ ሰማይ ኮይንዎ ይርከብ። ትብዓት ኣፍደገ ህዝብታት ይኹሕኹሕ እዩ፣ ግን ኣይሰምዕዎን እዮም። ድምፂ ዝሰምዕ ነዲኡ ንብዓታት ደርዘላን ዘፀናንዓን ሳሕቲ እንተተረኺቡ የዋህ ድኹም ዝብል ቅፅል እዩ ዝወሃቦ። ትብዓት ብምድሪ ዝተገልፀ መንፈስ ልዑል ፈጣሪ እዩ። ፈጣሪ ድማ ፍቕርን ሰናይን ተግባር ይሰብኽ። ሰባት ግና ነዚ ትምህርቲ እዚ እውን ካብ ምንእኣስ ድሕር ኣይብሉን። ናዝሬታዊ ኢየሱስ ንስቕለት ኢሉ ስለ ዝመጸ እዩ ተሰቒሉ። ሶቁራጦስ ናይ ድምፂ ጻውዒት ኣኽቢሩ ስለ ዝተጓዕዘ ንስጋኡ ተገዚኡ ነይሩ። ተኸተልቲ ክርስቶስ ይኹን ሶቁራጦስ ኩሎም ደቂ ኣምላኽ እዮም። ሰባት ክቐትልዎም ዓቕሚ ስለ ዝሰኣኑ ስቓይ ካብ ሞት ዝበኣሰ መሪር ነገር እዩ እናበሉ ክሕጭጭሎም ይግደዱ። ኢየሩሳሌም ንክርስቶስ፣ ኣንቴኖስ ድማ ንሶቁራጦስ ክቐትልኦም ኣይክእላን እየን። በንጻር እኳ ደኣ ንዘለዓለም የንብሮም ሰዓብቲ ፈጣሪ ብስቓይ ኣይስነፉን ዘንቲ እለት እናዓበዩን እናተኸብሩን እዮም ዝነብሩ ሰብ ብምዃንካ ሓወይ ኢኻ ኩላትና ናይ ሓደ ቅዱስ መንፈስ ፍጡራት ኢና ኩላትና ዘይንበላለጽ ደቂ ሓንቲ ሓመድ ኢና ኣብ መንገዲ ህይወት መጓዕዝተይ ዝተኸወለኒ ሓቂ ትግንዘብ ረዳኢየ ኢኻ ሰብ ኢኻ እሞ ከም ሓው መጠን እፈትወካየ ጽባሕ ካብ ምድሪ ወሲዱ ሕሉፍ ተግባርካን ዘረባኻን መርትዖ ተጠቂሙ ፍርዲ ዝህበካ ኣካል ስለ ዘሎ ከም ምርጫኻ ክትኮነኒ ትኽእል ኢኻ ኩቱር ስስዐ ጸደፍደፍ እናበልኩ ሃብቲ ከኻዕብት ይደፋፍኣኒ ብምህላዉ፣ ንስኻ ከኣ መቑርስይ ስለ ዝኾንካ፣ ካብ ዘለኒ ኩሉ ክትካፈል ትኽእል ኢኻ። ኣብ ልዕለይ ባህ ዝበለካ ክትፍጽም ትኽእል ኢኻ። እንተኾነ ግን ሓቅነተይ ክትነኽኦ ዝከኣል ኣይኮነን። ደመይ ክተፍስሶ ስጋይ እውን ክተቃጽሎ ትኽእል ትኸውን። መንፈሰይ ክትጎድኦን ክትቀትሎን ግን ኮታ ኣይትኽእልን ኢኻ። ኢደይን እግረይን ብሙቑሕ ኣሲርካ ብጸላም ኣብ ሸላ ትዓጽወኒ ትኸውን። ኣተሓሳስባይ ከተሕድገኒ ግን ኣይትኽእልን ኢኻ። ኣብ ሰማይ ሰማያት ከም ዝነፈሱ ንፋሳት ነጻ ስለ ዝኾነ ሓወይኻ እሞ እፈትወካ'የ። ኣብ ቤተ ክርስትያንካ ተረኺበ እናምለኽኩ ኣብ መቕደስካ እናተምብርክኽኩ፣ ኣብ መስጊድካ ጸሎት እናብጻሕኹ'የ ፍቕረይ ዝገልጸልካ። ኣነን ንስኻን ደቂ ሓንቲ ሃይማኖት ኢና። እቶም ዝተፈላለዩ ናይ እምነት መንገድታት ናብ ኩሉ ተዘርጊሖም ዝተማልኣ ኩለንትናዊ መንፈስ ንምሃብን ምቕባልን ተወሃሂዶም ዝሰርሑን ዝነብሩን ከም ኣጻብዕ ናይ ሓንቲ ጉቢ ኢድ እዮም። ስለቲ ካብ ፍልጠትካ ዝመንጨወ ሓቅነትካ ፈትወካ'የ። ነቲ ሓቂ ግን ደንቆሮ ብምኻነይ ኣይሰምዖን እየ። እንተኾነ ግን ናይ መንፈስ ስራሕ ብምዃኑ ከም ሓደ መለኮታዊ ነገር እየ ዘኽብሮ ሓቅነተይን ሓቅነትካን ኣብ ዝቕጽል ዓለም ምስ ተራኸቡ ከም ዕምበባ መሮር መኣዛኦም ኣወሃሂዶም ዘለዓለማዊ ፍቕርን ውቃበን ተጠቂሞም ሓደ ዝተመልአ ዘለዓለማዊ ሓቂ እዮም ዝፈጥሩ ኣብ ቅድሚ መለኽትን ጨኮንትን ድኹም ኣብ ቅድሚ ስሱዓትን ሃብታምን ድማ ድኻ ኢኻ እሞ ፈትወካየ ነዚ ክብል ንብዓተይ ሓቢኤ ንስኻ ክትሕጎሰለይ የጽዕር። ብድሕሪ ንብዓተይ ኣብ ዘሎ ትርኢት ንጨኮንትኻ ይቕረ ክትብለሎም፣ ብፈገግታ ክትምልከቶምን ብናይ ፍትሒ ኣእዳው ተሓቝፍካ ክትርህርሃሎምን ክርእየካ እየ። ሓወይኻ እሞ እፈትወካ እየ። ሓወይ እናሃለኻ ንምንታይ ትጸልኣኒ? ርስተይ፣ መዐንደሪ ፋልሉነት፣ ናፈቕቲ ስልጣን ጌርካዮ ከተብቅዕ ንምንታይ ግን ንዓይ ተሓታቲ ክትገብረኒ ትጽዕር? ብናትካ ደም ክብሪ፣ ብናይ ኣደኻ ንብዓት ድማ ሓጎስ ክጓናጸፍ ንዘምባህቑ ክትብል ኣሚንካን ደቅኻን ራሕሪሕኻ፣ ንምንታይ ኣብ ርሕቐት ንዘሎ ናይ ጥፍኣት መንገዲ ትኽተል ኣለኻ? ሓው ምቕታል ማለት ክብሪ ድዩ? ክብሪ ምዃን ትኣምን እንተኾንካ፣ ሓው ኣብየል ንዝተቐተለ ቃየል ኣብ ቤት መቕደስካ ኣማዕሪግካ ከም ምምላኽ ክቑጸረልካ እዩ። ንነብስኻ ቀዳምነት ምሃብ ኣብ ተፈጥሮ ናይ መጀመርታ ሕጊ ድዩ? ንምንታይ ደኣ ነብሰ ፍትወት ኣሕዋትካ ብናይ ምጥፋእ ሰበብ ተላዒሉ ነብስኻ ክትቀትል ዝግድደካ ዘሎ? ፍቕሪ ናይ ህይወት መሰል ናይ ሰባት ክገፍፍ ይግድደኒ ዝብል መደረ ሓደ መራሒ ልቢ በሎ። ክቡር ሓወይ ኣነ ግን ነግረካ ኣለኹ መሰል ናይ ካልኦት ምሕላው ዝኸበረን ዝተቐደሰን ናይ ወዲ ሰብ ተግባር እዩ። ነዚ ንኽንገብር ኣሕዋት ዝቐትል እንተኾይኑ ንሞት ኣብሊፅ ሪኤ ኣለኹ ማለት እዩ። ክብረይ ንምዕቃብ ኣብ ዝገብሮ ገድሊ ዋላ ቀታሊ ይስኣን ዘለኣለማውነት ቅድሚ ምምፅኡ ንዘሎ ዘለኣለማውነት ክብል ግን ህይወተይ ብገዛእ ፍቓደይ ካብ ምጥፋእ ድሕር ኣይብልን። ክቡር ሓወይ ነብሰ ፍትወት ካብ ዕውር ስምዒት ዕብለላ እዩ ዝምንጩ። ስምዒት ዕብለላ ወገንነት ይፈጥር። ወገንነት ብወገንነቱ ህውከትን ዕግርግርን ዘሳሲ ስልጣን ይወልድ። ህይወት ፍልጠትን ፍትሕን ካብ ገሃንም ድንቁርና ከም ዝበልጽ ትኣምን እያ። ህይወት ድንቁርናን ጭኮናን ንግስነቶም ንኽቕጽሉ ንዝተሳሕሉ ጉራዴታት ስሕለቶም ከይጎድሙ ዘባራትዕ ስልጣን ባብልዮን ዝደምሰሰ መሰረት ኢየሩሳለም ዘነቓነቐ ሮማ ዘፍረሰ ስልጣን ብትሪ እያ ትኹንን። ሰባት ንወንጀለኛታት ክውድሱን ክኽብሩን ዘኽኣለ ጸሓፍቲ ልዕሊ ንማንም ንስሞም ክሰርዑ ከመጉስን ዝገበረ ናይ ታሪኽ ሊቃውንቲ ዝንቡዕ ስነዳኦም ርኹስ ተግባሮምን ንኸመጉሱ ዝደፋፍኦም እዚ ሓይሊ እዚ እዩ። ኣነ ዘኽብሮ እንኮ ሓይሊ ናይ ፍትሒ ተፈጥሮኣዊ ሕጊ ዝሕሉን ዝከላኸልን ስልጣን እዩ። ስልጣን ሰብ እንክቕተል ፍትሒ እንታይ ኮን ትብል ትኸውን? ንብረት እንዝዘረፉ ኣብ ሸላን ክድርብዮምከ? ናብ ጎረቤት ሃገር ዘሚቱ ኣህዛብ እንክሀልቕከ ሓደ ደመኛ ስልጣን ተጠቂሙ ንኻልእ ደመኛ እንክቐጽዖ ከምኡ ድማ ሓደ ሌባ ሳላ ስልጣኑ ንኻልእ ሌባ እንክፈርዶ ፍትሒ እንታይ ኮን ትብል ትኸውን? ሓወይኻ እሞ ፈትወካየ ፍቕሪ ምስ ሙሉእ ሓይልን ክብሩን ፍትሒ እዩ ዘርእኻን ዓሌትካን ከይቆጸርኩ ንህዝብኻ ፍቕሪ ፍትሒ ብፈገግታ ዘይትቕበለለይ እንተኾይና፣ ድሕሪ እቲ ምቕሉል ፍቕራዊ ልግሲ፣ ጥጁእ ነብሰ ፍትወት ዝሓብኦ መታለሊ ክኸውን እመርጽ። መደምደምታ መከራ ኣብ ዝበዝሖን ተስፋ ኣብ ዝቆረጸሉን እዋን ነብሰይ እተጸናንዐኒ መቑርሰይ እያ። ነብሱ ዘየፍቅር ፈራህ ጸላኢ ትብዓት እዩ። ናብ ውሽጢ ተመልኪቱ ሰብኣውነት ዘየረኣዮ እንተኾይኑ ብተስፋ ምቑራጽ እዩ ዝጠፍእ። ህይወት ካብ ውሽጢ እምበር ካብ ደገ ኣይኮነትን ትምንጩ። ሓደ ነገር ንምዝኽኻር እየ ናብዚ መጽየ። ንሱ ድማ ሕጂ ክዛረቦ እየ። ዘረባይ ከይወዳእኹ ሞት ኣብ መንጎ መጽያ ዋላ ይኹለፈኒ ጽባሕ ብዓል ኣቃላይ ክትዛረብ እያ። ምኽንያቱ ጽባሕ ምስጢራት ኣብ ዘለኣለማዊ ዘይግንጸል መጽሓፍ ኣይተቐምጥን እያ። ናብዚ ዝመጻኹ ነጸብራቕ እግዚኣብሔር ብዝኾነ ንግስነት ፍቕርን ውቃበ ብርሃንን ንኽነብር እየ። ይነብር ድማ ኣለኹ። ሰባት ሞይተ እውን ክነብር ከም ዝኽእል ስለ ዝፈልጡ ካብ ሓጺር ናይ ምንባር ኣውጺኦም ክደርብዩኒ ዓቕሚ የብሎምን። ማንታ ዒንተይ እንተንቁሩኒ ናይ ፍቕሪ ሕሹኽታን ናይ ተምሳጥ ዜማን እድምጽ። ኣእዛነይ ምስ ዝቐድዎ ዕጣን ፍቕርን መኣዛ ተፈጥሮን ዝሓዘለ ንፋስን ክድህስሰኒ ክፍለጠኒ ዘተንፍሶ ኣየር ኣብ ዘይብሉ ቦታ ምስ ዝድርብዩኒ ውላድ ፍቕርን ትዕድልትን ምስ ዝኾነት ነብሰይ ጉጅም እናበልኩ ነብር እምበኣር ኣብ ኩሉ ከም ኩሉ ክኸውን እየ ናብዚ መጽየ ሎሚ በይነይ ዝፈጸምክዎ ጽባሕ ንህዝቢ ብወግዒ ክነግሮ እየ ሎሚ ብሓንቲ ልበይ ዝተዛረብክዎ ጽባሕ ግን ብብዙሓት ልብታት ክዝረብ እዩ በኹረ ገብረ ኢየሱስ ደቂ ሕጊ ካብ ሓንቲ ሓመድ ብሓንቲ ዕትብቲ ደቂ ሓንቲ ኣደ ደቂ ሓንቲ ሕጊ ሕጎም ተሓኒቓ ትጥበ ሰብ ሓዊ ሓቂ ከይትልክም ርሒቓ ትእዊ ትግረፍ ትቕበር ምስ ሓርበኛ ትብተን ትጸንት ብተምሳል ስደተኛ ሎምዶ ነጺሄ ናእዳው ገበነኛ ዘርኡዶ ሰሲኑ ከሎ በላዕተኛ ሕጊ ትበከላ በዝን በትን ኮይና ደቃ ከይትእክብ ሞፍታሓዶ ኮይና ናይ ነገር ሰብ ከኣ መሊኡ ዘይመልኣልካ ኣእምሮ ሂቢ ልቢ ከልኣካ ልቢ እንተሃበካ ሕልና ከልኣካ ሕልና ሂቡ ሓሞት ኸልኣካ ሓሞት ትሃበካ ዓይኒ ኸልኣካ ደማሚሩ መዓት ኣውድቐልካ ሃዳናይ ምስ ደሙ ኣቡን ይኾነልካ በትሪ ዘዝሓዘ የዋጣውጠልካ እናረኣኻያ ሕጊ ትመተካ ማእሰርቶም መግረፍቶም ክንሱ ሞት ሕጊ መጭወይቶም መቕተልቶም ክንሱ ሞት ሕጊ ስደቶም ከርተቶም ክንሱ ሞት ሕጊ ካብ ቀታሊ ሕጊ ክጽበዩ ሕጊ መሬት ዓሪባቶም ደቂ ሕጊ ኢደይ ኢድካ ቢሎም ሕጎም ከይመልሱ ኣብ ድፋዓት ኣስናን መልሓስ ይታኾሱ ድምፂ ተማቒሎም በበይኖም የልቅሱ ገጣሚ ቦኽረ ገብረየሱስ ኣቕራቢ ሃብቶም ሓጎስ